የቐንየለይ ሰላም ከመይ ኣለኹም ሎሚ ኣጋጣሚ ኣብ መንጎኹም ተረኺበ ኣብዚ ሓባራዊ ዘተ እዚ ምሳኹም ብዛዕባ ጉዳይ ሃገርና ኤርትራ ንምያእ ዕድል ብምርካበይ ዓብ ደስታ ይስምዓኒ ከም መበገሲ ሓባራዊ ዘተና ኣብ ኣርባዕተ ቀንዲ ጉዳያት ዘተኮረ መእተዊ ክገብር ድሕሪኡ ክፉት ዘተ ከካየኸነካይድ ኢና ማለት እዩ። እቲ ቀዳማይ ኣገዳስነት ሓባራዊ ራእይ ኣብ መስርሕ ደሞክራሲያዊ ምስግጋር ወይ ምቅልጣፍ ደሞክራሲያዊ ምስግጋር፣ እቲ ካልኣይ ትግባረ መትከል መሰል ርእሰ ውሳኔ ኣብ ኤርትራ፣ ሳልሳይ ተራ ኤርትራዊ ዳያስፖራ ኣብ መስርሕ ደሞክራሲያዊ ምስግጋር፣ ራብዓይ ከኣ ጂኦፖለቲካዊ ከባቢናን ኣህጉራዊ ምሕዝነትን። ኣብቲ ቀንዲ ናይ ሎሚ መላ ዘርእስቲ ቅድሚ ምእታወይ ነቶም ኣብ ብስምኩም ምዉቕ ሕውነታዊ ኣቀባብላ ዝገበሩለይ ኣብ ዝኣቱ ትማሊ ሎሚ ነዚ ኣኼባ እዚ ብምስላጥ ከኣ ነዚ ናይ ሓባር ዘተ እዚ ክዉን ዝገበሩ ካብ ልቢ ከምስግን እፈቱ። ኣብዚ ኩሉ ኤርትራዊ ሃገራዊ መበል ዕስራን ሽዱሽተን ዝክሪ ዓመት ናጽነት ኤርትራ ዘብዕለሉ ዘሎ ዕዙዝ ቅንያት'ዚ፣ ዘተ ብዛዕባ ምምጻእ ደሞክራስያዊ ለውጢ ኣብ ኤርትራ ፍሉይ ኣገዳስነት ኣለዎ። ስለምንታይ? ከም ዝዝከር መሰጋገሪ መንግስቲ ኤርትራ ቅድሚ ዕስራን ሰለስተን ዓመታት ማለት ኣብ ሽሕን ትሽዓተ ሚእትን ተስዓን ኣርባዕተን ኣከታቲሉ ሃገራዊ ቻርተር ወይ ናሽናል ቻርተር፣ ቅዋማዊ ቅጥዒ ማክሮ ቁጠባዊ ፖሊሲ፣ Macroeconomic Policy Framework፣ ኣዊጁ ነይሩ። ክልተ ዓበይቲ ፖለቲካዊ መብጽዓታት ድማ ገይሩ በቲ ኣዋጅ እቲ። ሓደ ኣብ ጥቕሲ ደሞክራሲያዊ፣ ፍትሓውን ርሁውን መጻኢ ንምህናጽ፣ ክልተ ከኣ ኣብ ውሽጢ እዘን ዝስዕባ ክልተ ዓስርተታት ዓመታት፣ two decades፣ ማለት እዩ፣ ንምዕቡል ስነ-ኪነትን ኣህጉራዊ ተወዳዳርነትን ዝልለ ዘመናዊ ቁጠባ ንምፍጣር። እዚ መብጽዓታት እዚ ተፈጺሙዶ? ኣይፋል ተጠሊሙ'ባ ስለምንታይ? ብሓጺሩ ሓደ፣ ኣሰራርሓ መሪሕነት ህዝባዊ ግንባር ሓርነት ኤርትራ ካብ ኣድማዒ ምእላይ ብረታዊ ቃልሲ ሓርነት ናብ ግቡእ ምምሕዳር መንግስታዊ ጉዳያት ክሰጋገር ስለዘይከኣለ፣ ካልኣይ ከኣ ደረጃ ማሕበረ ቁጠባዊ ልምዓት ህዝቢ ኤርትራ ምግባስ ስልጣን ዝገትእ ህዝባዊ ዓቕሚ ምጥራይ ስለ ዘይፍቀደ ምልካዊ ስርዓት ተተኺሉ ማለት እዩ። ቴማ ዘተና ናይ ሓባር ፍልጠት ብዛዕባ ታሪኽና፣ ናይ ሓባር መረዳእታ ብዛዕባ ሎሚና፣ ሓባራዊ ራእይ ብዛዕባ ጽባሕና እዩ። እዚ ዘተ እዚ ብከፊል ኣብታ ኤርትራ ቃራና መንገዲ፣ ታሪኽ ዓወት፣ ጥልመትን ተስፋን ዘርእስታ መጽሓፈይ ዝምርኮስ ስለ ዝኾነ፣ ኣስዕበ ንእግረ መንገደይ ነታ መጽሓፍ ስለምንታይ ከም ዝጸሓፍኩ ኣሕጽር ኣቢለ ክሕብር እፈቱ። ቀዳማይ፣ ኣብቲ ብዛዕባ ታሪኻውን ዘመናውን ኣመጻጽኣ ኤርትራን ህዝቢ ኤርትራን ዘሎ ውህሉል ፍልጠት ብዓቕመይ ኣበርክቶ ንምግባር እዩ እቲ ቀዳማይ ዕላማ። እቲ ካልኣይ ከኣ ኣብቲ ብዛዕባ ናይ ጽባሕ ኤርትራ ዝካየድ ኣገዳሲ ሃገራዊ ልዝብ ብዓይኒ ናይ ሓደ ኤርትራዊ ተጋዳላይ ኣበርክቶ ንምግባር። ስለዚ ኤርትራ ኣብ ቀራና መንገዲ ታሪኽ ዓወትን ጥልመትን ተስፋን ብቐዳምነት ብዛዕባቲ ኣመጻጽኣ ናይቲ ኣብ ኤርትራ ሰፊኑ ዘሎ ኩነታት፣ ኣንፈት መጻኢ ጉዕዞ ሃገረ ኤርትራን ህዝባን ኣብ ጽጹይ ሓበሬታ ዝተመርኮሰ ክትዕ ንምድራኽ እያ ትሕልን። ኪኖ ኤርትራ'ውን ብዛዕባ'ቶም መሰረታውያን ጠንቅታትን ቀንዲ ደፋእቲ ረቋሒታትን ናይቲ ኣብ መብዝሕትኣን ሃገራት ኣፍሪቃ ሰፊኑ ዘሎ ሓፈሻዊ ድኽመት ወይ ፍራጂሊቲ ይበሃል ብእንግሊሽ ኣብ ፍልጠትን ቅኑዕ መረዳእታን ዝተመስረተ ክትዕ ብምድራኽ ኣብቲ ምእንቲ ዳግመ ህንጸት መንግስትን ምትካል ደሞክራሲያዊ ስርዓትን ዝካየድ ጻዕርታት ኣበርክቶ ንምግባር ትዕልም። ነዚ ዕላማ'ዚ ንምስላጥ ድማ ኣብዚ ቀረባ እዋን www.eriplatform.org እትብል መውብሳይት ወይ መርበብ ሓበሬታ ኣቑመ ኣለኹ። ንኽትከታተልዋን ክትሳተፍዋን ድማ ብኣኽብሮት እዕድም። ሕጂ ናብቲ ቀንዲ ኣርእስቲ ናይዚ ናይ ሎሚ መዓልቲ ዘተና ማለት ናይ ሓባር ፍልጠት ብዛዕባ ታሪኽና፣ ናይ ሓባር መረዳእታ ብዛዕባ ሎምና፣ ሓባራዊ ራእይ ብዛዕባ ጽባሕና ክኣቱ እየ። ኩላትና ከም እንፈልጦ ክቡር ህዝብና ህዝቢ ኤርትራ ንነዊሕ ዓመታት ምእንቲ ሓርነት፣ ምእንቲ ደሞክራሲ፣ ምእንቲ ፍትሒ፣ ምእንቲ ራህዋ መሪር ተጋድሎ ኣካይዱ። ማእለያ ዘይብሉ መስዋእቲ ከፊሉ ሃገሩ ሓራ ኣውጺኡ ከብቅዕ፣ ናጽነት ድሕሪ ምጭባጥ ካብ ትጽቢቱ ወጻኢ ኣብ ትሕቲ መሪር ጭቆና፣ ምልክን ድኽነትን ተቖሪኑ ይሳቐ ኣሎ። ስለምንታይ? ኣብቲ ዝርዝር ቅድሚ ምእታወይ ኣብዚ ድከ ደጊመ ከረጋግጾ ዝደሊ ሓደ መሰረታዊ ሓቂ ኣሎ። ንሱ ድማ ናጽነት ፍረ ጻዕርን ዓቢ ታሪኻዊ ዓወትን ናይ መላእ ህዝቢ ኤርትራ እዩ። ይኹን እምበር ድሕሪ ናጽነት ስርዓት ህግደፍ ንበይኑ ተቓልሱ ዓወት ከም ዘምጸኤ መበገሲ ዕላማታት ቃልሲ ህዝብና ጠሊሙ ካብ ባዕዳዊ ግዝኣት ዘይሓይሽ ምልካዊ ስርዓት ተኺሉ ኣዶኻኹና ኤርትራን ኣመዓባብላ ፍሉይ ኤርትራዊ ሃገራዊ መንነትን ኣብ መስርሕ ስነመጎታዊ ተራጽሞ ዓመጽ ገዛእትን ተቃውሞ ጭኩናትን ኩላትና ንፈልጦ ታሪኽ ስለ ዝኾነ ኣብዚ ከም ርዱእ ክሰግሮ እየ። ብረታዊ ቃልሲ ህዝቢ ኤርትራ ብመሰረቱ መሰል ርእሰ ውሳኔ ንምርግጋጽ እዩ ተኻይዱ። መትከል መሰል ርእሰ ውሳኔ ኣብ ኣህጉራዊ ሕጊ ብሰለስተ መዳያት ይልለ። ቀዳማይ ወይ ሓደ መሰል ርእሰ ውሳኔ ከም ሃገር ዝኾነት ሃገር መጻኢ ዕድላን ኣህጉራዊ ፖለቲካዊ ቦታኣን ከም ድልየታ ናይ ምውሳን መሰል ማለት እዩ። እዚ ኣብ ኣህጉራዊ ሕጊ ፍቑድ እዩ። እዚ እንታይ ማለት እዩ? ኤርትራ ህዝቢ ኤርትራ ተቓሊሱ ብሓይሊ ብረት ናጽነት ኣምጺኡ፣ ግን ብሓይሊ ብረት መላእ ሃገሩ ሓራ ምስ ኣውጸኤ፣ በይናዊ ኣዋጅ ናይ ናጽነት ክገብር ኣይመረጸን። ሕጋውነት፣ ኣህጉራዊ ሕጋውነት ከልብሶ ስለ ዝመረጸ፣ ብመገዲ ረፈረንዱም መሰል ርእሰ ውሳኔ ኤርትራ ከም ሃገር ተረጋጊጹ። ህዝቢ ኤርትራ መብዝሕትኡ ተስዓን ሸሞንተን ነጥቢ ትሽዓተ ኣቢሉ፣ ናጽነት እወ ናጽነት ስለ ዝበለት ጉዳይ ኣብኡ ትውድእ። ኤርትራ ከም ሃገር ናጻ ሉዓላዊ መንግስቲ ከተቕውም ኣብ ኣህጉራዊ መጋባእያታት ግቡእ ቦታኣ ክትሕዝ ኣኽኢሉ ማለት እዩ። ስለዚ ብመንገዲ ረፈረንዱም መሰል ርእሰ ውሳኔ ናይ ኤርትራ ከም ሃገር ተረጋጊጹ እዩ። እቲ ካልኣይ መዳይ ናይ መሰል ርእሰ ውሳኔ፣ መሰል ርእሰ ውሳኔ ከም ህዝቢ ማለት እዩ። እዚ ከኣ ዝኾነ ህዝቢ ባዕሉ ዝመረጾ መንግስቲ ከቕውም፣ ዘይማእምኦ መንግስቲ ከኣ ክቕይር ዘይንፈግ መሰል ኣለዎ። እዚ መሰል እዚ ክሳብ ሕጂ ኣይተረጋገጸን። ህዝቢ ኤርትራ ኩላትና ከም እንፈልጦ ብናጻ ድልየቱ መሪጹ ዘቖሞ መንግስቲ የብሉን። እዚ ደገፍ ህዝቢ ዘይብሉ፣ ማሕበራዊ ሰረት ዘይብሉ፣ ብሓይሊ ጥራይ ጨፍሊቑ ዝገዝእ ዘሎ ስርዓት ንዑ ናይ ምቕያር መሰል እውን ብሰላማዊ መንገዲ ናይ ምቕያር መሰል እውን ኣይረኸበን። ምርጫ ዝካየድ ምርጫ የለን፣ ቅዋም የለን፣ መሰል ናይ ተኣኪብካ ርእይቶኻ ምግላፅ ምውዳብ ይኹን ብፅሑፍ እውን ርእይቶኻ ምግላፅ የለን። እቲ ሳልሳይ ባህላዊ ርእሰ ምሕደራ ማለት እዩ። ከም ብሄረ ወይ ከም ሕብረ ብሄራዊ ወይ ሕብረ ነገዳዊ ህዝቢ ህዝቢ ባህሉ፣ ቋንቁኡን ልምድታቱን ከዘውትር፣ ክዕቅብ፣ ከማዕብል ዘይንፈግ መሰል ኣለዎ ማለት እዩ ኣብ ኣህጉራዊ ሕጊ። ኣብ ርእሲ'ቲኣ መባእታዊ ደረጃ ትምህርቲ፣ ኣብ ምቕሳም ፍልጠትን ኣእምሮኣዊ ምዕባለን ዘለዎ ብልጫታት፣ ናይ ገዛእ ርእሱ ቋንቋ ንሓደ ህዝቢ ፍልጠት ታሪኹ የስንቕ፣ ምስ ባህሉ የተኣሳስር፣ ቀጻልነት መንነቱ የረጋግጽ። ስለዚ ድማ እዩ ውድብ ሕቡራት ሃገራት ወይ ዩናይትድ ኔሽንስ ዕስራን ሓደን ሚያዝያ ከም ኣህጉራዊ መዓልቲ ቋንቋ ዓመት ዓመት ዘብዕል። ኪኖ እዞም ኣህጉራዊ ሕግን ኣዋጃት ውድባት ሕቡራት ሃገራትን ዝተረጋገጹ መሰረታውያን መሰላት እዚኣቶም፣ ቃልሲ ህዝብና ንመሰል ርእሰ ውሳኔ ካብ ጎበጣ ኢትዮጵያ ንምግልጋል ጥራይ ኣይነበረን፣ እንታይ ደኣ መሰረታዊ ማሕበረ ቁጠባዊ ለውጢ ብምምጻእ ደሞክራሲ፣ ፍትሒ፣ ማዕርነት፣ ራህዋ ንምስፋን። እዚ ሎሚ እንርእዮ ዘለና ግን ኣንጻር ናይቲ ህዝብና ዝተቓለሰሉን ከቢድ መስዋእቲ ዝኸፈለሉን ኮይኑ ንረኽቦ። ድሕሪ ምርግጋጽ ሃገራዊ ናጽነት፣ ግቡእ ምስልሳል መስርሕ ህንጸት ሃገርን መንግስትን ነዞም ዝስዕቡ ረቋሒታት ዘማልእ ወይ ከኣ ብውሕዱ ኣብ ግምት ዘእተወ ክኸውን ነይርዎ ዝብል እምነት ኣለኒ። ካብዚኦም ሓደ ሓቋፊ መንግስቲ ማለት ንመላእ ህዝቢ ኤርትራ ዝሓቁፍን ዘሳትፍን መንግስቲ ክኸውን ነይርዎ። ክልተ፣ ቅዋማዊ መንግስቲ ግዝኣተ ሕጊ ዘኽብር፣ ኣኽብሮት ሰብኣዊ መሰላትን ደሞክራስያዊ መትከላትን ዝኽተል መንግስቲ ክቐውም ነይርዎ። ሳልሳይ፣ ደሞክራስያዊ መንግስቲ ክቐውም ነይርዎ። ደሞክራስያዊ መንግስቲ ክበሃል ከሎ፣ ኤርትራ ናይ ሓባር ዓደቦ ወይ ዓድኖ ክንብላ ንኽእል፣ ናይ ኩሉ ኤርትራዊ ዜጋ ስለ ዝኾነት፣ ኩሉ ኤርትራዊ ዜጋ ብማዕረ መሰላት፣ ብማዕረ ናጽነታት፣ ብማዕረ ዕድላት፣ ከምኡውን ብማዕረ ግዴታታት ዝነብረላ ብስኒት ትነብረላ ሃገር ክትከውን ነይሩዋ። እቲ ራብዓይ ስምርቲ ሃገር ማለት ምስ ዘይምእኩል ምምሕዳራዊ ስርዓት፣ እዚ እንታይ ማለት እዩ? ስምርቲ ሃገር ግን እቲ ስርዓተ ምምሕዳር ዘይምእኩል ይኸውን። እቲ ማእከላይ መንግስቲ ኣብ ሓደ ሓደ ቀንዲ ዕማማት ከም ምክልኻል ሃገር፣ ከም ናይ ባጤራ ምምሕዳር፣ ኣህጉራዊ ንግዲ፣ ምናልባት ሃገራዊ ስርዓተ ትምህርቲ ኣብዚታት ዝተሓጽረ ኮይኑ፣ እቲ ካልእ ነቲ ማእከላይ መንግስቲ ዘይምልከት ዕማማት ስልጣን ናይቲ ዞባዊ ወይ ኣውራጃዊ ብኸመይ ይውደብ ናይቲ መጻኢ መንግስቲ ኮይኑ፣ በዚ ናይ ሕጂ ንሓስቦ እንተኾይና ግን ናይቲ ዞባዊ መንግስቲ ይኸውን ማለት እዩ። ናይ ብሓቂ ትርጉም ዘለዎ ዘይምእኩል ምምሕዳራዊ ስርዓት ክህሉ እንድሕር ኮይኑ፣ ብቀዳምነት እቲ ዘይምእኩል ኣሃዱ ዝበሃል፣ ዞባ በሎ፣ ኣውራጃ በሎ፣ እቲ ስያሜ ብዙሕ ዘገድስ ኣይኮነን፣ ኣባላት ዞባዊ ባይቶ ባዕሉ ብናጻ ድልየቱ ክመርጽ፣ ኣመሓዳሪ ናይቲ ዞባ ባዕሉ ክመርጽ፣ ፊናንስያዊ ናጽነት ክህልዎ ማለት ንናቱ ባጀት ከኣ ካብቲ ማእከላይ መንግስቲ ተጸባዪ ዘይኮነስ ብናቱ ዓቕሚ ባዕሉ ብዝሰልሖ ክካየድ ምኽንያቱ እቲ ፖለቲካዊ ርእሰ ምምሕዳር ብዘይ ቁጠባዊ ርእስኻ ምኽኣል ወይ ብዘይ እኹል ቁጠባዊ ምንጪ ንምክያድ ናይቲ ዞባዊ መንግስታዊ ስራሓት ዝበቅዕ ትርጉም ስለዘይህልዎ። እታ ሓሙሻይ ዓለማዊት ሃገር ወይ ሰኩላር ስተይት ወይ ከዓ ደውላ ኣልማንያ ክትብሎ ትኽእል መሰረታዊ መሰልን ናፅነታትን ሃይማኖት ዘኽብር ግን ከዓ ፖለቲካን ሃይማኖትን ዘይሓዋውስ መንግስቲ ክኸውን እቲ ሻዱሻይ ከዓ ማዕባሊት ሃገር ወይ ከዓ ዲቨሎፕመንታል ስተይት ዝተመጣጠነን ዝተመዛዘነን፣ ዝተመጣጠነ ኣብ መንጎ እቲ ዞባታት፣ ገሊኡ ኣብ ትሕቲ መግዛእቲ ዝያዳ ዕድል ናይ ምዕባለ ዝረኸበ ኣሎ፣ ገሊኡ ከኣ ተረሲዑ ብድሕረት ዝሳቐ ኣሎ፣ ዝርጋሐ ናይ ኣብያተ ትምህርቲ፣ ናይ መሳለጥያታት ጥዕና፣ ናይ ትሕቲ ቅርጺ፣ ናይ መጓዓዝያ፣ ናይ መራኸቢታት ኣብታ ሃገር ምዕሩይ ስለዘይኮነ፣ ምዕሩይ ምዕባለ ንክመጽእ፣ ዝተመዛዘነ ክበሃል ከሎ ከኣ ሓደ ቁጠባ ብኢንዱስትሪ፣ ብሕርሻ፣ ሕርሻ ክንብል ከለና ማሕረስን መጓሰን ማለት የጠቓልል፣ ዋላ ሕርሻ ሃብቲ ባሕሪ እውን የጠቓልል፣ ብሓፈሻኡ ኣዘራርባ፣ ከምኡውን ናይ ኣገልግሎታት። ኣብ መንጎ እዚ እተፈላለየ ጽላታት ናይቲ ሃገራዊ ቁጠባ ከኣ ተመዛዝነት ወይ ተመጣጣንነት ክህሉ ክኽእል ኣለዎ እቲ ሓደ ጸቢቑ ክዓቢ ሕርሻ ጥራይ እንድሕር ከይዱ ነቲ ሕርሻ እቲ ነቲ ምህርቲ ናይ ሕርሻ ናብ ውዱእ ነገራት ዝቕይር ኢንዱስትርያዊ ምዕባለ ከኣ ክመጽእ ክኽእል ኣለዎ ንዕኡ ኣብ ውሽጢ ሃገር ንሃልኪ ዘቤታዊ ንዘቤታዊ ሃልኪ ወይ ንሃልኪ ኣብ ውሽጢ ንዘሎ ህዝቢ ጥራይ ዘይኮነ እቲ ትርፊ ወይ እቲ ዝያዳ ከኣ ንሰደድ ንደገ ከም ምንጪ ናይ ወጻኢ ባጤራ እዚ ኩሉ ዝተመጣጠነን ዝተመዛዘነን ልምዓታዊ መደብ እንድሕር ህልዩ፣ እታ ሃገር ኩሉ ዞባታቱ ወይ ኩለን እተን ዞባታት ብተመጣጠነ መንገዲ ይምዕብላ፣ እቲ ዝተፈላለየ ክፋላት ወይ ጽላታት ናይቲ ቁጠባ ከኣ ተመዛዚኑ ይዓቢ ማለት እዩ። ከምኡ ምስ ዝኸውን እዩ ቁጠባዊ ልምዓት ዝመጽእ። ሃብቲ ይፍጠር ሽቕለት ይፍጠር ራህዋ መጽእ ማለት እዩ። ይኹንምበር ኤርትራ ከም ሃገር ብመንገዲ ረፈረንድም መሰል ርእሰ ውሳኔ ምስ ጨበጠት መሰል ርእሰ ውሳኔ ኤርትራ ከም ህዝቢ ኮነ ከም ሕብረ ብሄራዊት ወይ ሕብረ ነገዳዊት ሃገር ክሳብ ሕጂ ዘይተረጋገጸ መሰላት እዩ። ህዝቢ ኤርትራ ኣብ ውሽጥን ኣብ ወጻኢን ከምቲ ቅድሚ ሕጂ ብኸመይ ከረጋግጾ ክእል? ቅድሚ ሕጂ እኮ ናጽነት ለሚንካ ኣይመጸን። ኩሉ ዝተገብረ ሰላማዊ ፈተነታት ብጎነጽ ስለ ዝተጨፍለቐ ኣብ መወዳእታ እቲ ሃገራዊ ምንቅስቓስ ምንቅስቓስ ሓርነት ኤርትራ ደሓር እውን ተጋድሎ ሓርነት ኤርትራ ኣብ ሽዳትን ሓምሳን ሸሞንተን ኣትሒዙ ብብረት ንዝሃርመካ ብሰላማዊ መንገዲ ለሚንካ መሰልካ ክተረጋግፅ ከምዘይከኣል ስለዘረጋገፀ ብረታዊ ቃልሲ ኣልዒሉ ብሓይሊ ብረት ናፅነት ኣምፅኡ ማለት እዩ። ሕጂ እውን እንተኾነ እቲ ክልተ ተሪፉ ዘሎ መሰረታዊ መሰላት ህዝቢ ኤርትራ ንምርግጋጽ ብዘይካ ብጻዕርን መስዋእትን ብኻልእ መንገዲ ክመጽእ ከም ዘይክእል ብዘይካ ብሓይልን ጉልበትን ጻዕርን ኤርትራውያን ከኣ ብናይ ደገ ጻዕሪ ክመጽእ ከም ዘይክእል ኩላህና ስለ ንፈልጥ በብመንገድና ብቐዳምነት ናይ ገዛእ ርእስናን ጻዕርን መስዋእትን ደሞክራሲ፣ ማዕርነት፣ ፍትሒ፣ ሰብኣዊ ክብረትን ራህዋን ዝሰፈና ኤርትራ ንምርግጋጽ ብዘይካ ተጊህና ምቅላስ ካልእ ኣማራጺ የብልናን። መጺኡ ዝቕይረልካ የለን ምናልባት ድሕር ኢለ ብዛዕባ ኣህጉራዊ እተር ኣህጉራዊ ኮም ክዛረብ እኽእል ግን ቅድሚኡ ህዝቢ ኤርትራ ክንብል ከለና እቲ ኣብ ውሽጢ ዘሎ ምናልባት ብውሕዱ ሰብዓን ሓሙሽተን ሰማንያ ካብ ሚእቲ ናይ ህዝቢ ኤርትራ ኣብ ውሽጢ ኣሎ እቲ ተረፈ ክፋሉ ዋላ እኳ ጭቡጥ ኣሃዛዊ ሓበሬታ እንተዘየለ ብገምጋም ሓርፋፍ ገምጋም ዳርጋ ሓደ ርብዒ ኤርትራዊ፣ ሓደ ርብዒ ናይ ህዝቢ ኤርትራ ኣብ ደገ ይነብር ኣሎ ዝብል ገምጋም ኣሎ። እዚ ከኣ ኣብ ሰሜን ኣሜሪካ፣ ኣብ ናትኩም ከባቢ፣ ኣብ ኤውሮጳ፣ ኣብ ማእከላይ ምብራቕ፣ ሕጂ እሞ ኣብ ኣፍሪቃ ከኣ ብፍላይ ኣብ ደቡብ ኣፍሪቃ፣ ኬንያ፣ ዩጋንዳ፣ ኣንጎላ ከይተረፈ ብብዝሒ ኮታ ሎምስ ኤርትራዊ ዘይብሉ ቦታ ኣብ ኣውስትራልያ ኤርትራዊ ዘይብሉ ቦታስ ዳርጋ የለን ክትብል ትኽእል፣ ፎቖድኡ ተዘርጊሑ ኣሎ ማለት እዩ። እዚ ኤርትራዊ ዳያስፖራ እዚ ደገ ዘሎ ክፋል ህዝቢ ኤርትራ ብመንጽፍቲ ኣብ ውሽጢ ዝነብር ህዝብና ዓቢ ተዛማዲ ዓቕሚ ኣለዎ። ኤርትራዊ ፖለቲካዊ ተቓውሞ ኣብ ወጻኢ ከኣ ብኹሉ ምድባት ህላዊኡ፣ ፖለቲካዊ ውድባት ኣለዋ፣ ሲቪካዊ ማሕበራት ኣለዋ፣ ተጠባቕቲ፣ ተጣበቕቲ ሰብኣዊ መሰላት፣ መርበብ ሓበሬታ ወይ መርበባት ሓበሬታ ወይ ዜናዊ ማዕከናት፣ ከም ውልቀ ሰባት ዝንቀሳቐሱ ኣለዉ። እዚ ኩሉ ምስቲ ውሽጢ ዘሎ ክረኣ ከሎ ብዙሕ ብልጫታት ኣለዎ። ሓደ ዓቕሚ ኣለዎ። ዝያዳ ምሁር ኣብ ወጻኢ ኣሎ። እቲ ዓቕሚ ዝነበሮ ሰብ ወይ ተኣሲሩ ኣሎ ወይ ተሰዲዱ ኣሎ ወይ ቀደም ኣብ መስርሕ ሰውራዊ ቃልሲ ተሰዊኡ ኣሎ ወይ ከኣ ኣሪጉ ካብ ስራሕ ወጻኢ ኮይኑ ኣሎ። እዚ ብደገ ዘሎ ግን ናይ ትምህርቲ ዕድል ኣለዎ፣ ዝያዳ ስነ ፍልጠት፣ ስነ ኪነት ክቐስም፣ ክእለት ክቐስም ዕድል ኣለዎ። ብፊናንሳዊ ዓቕሚ እንተርኢናዮ ውን ሎም ኩላና ንፈልጦ ቤተሰብ ኣዕሩኽ ስለ ዘለዉ ናብቲ ዓዲ ካብ ደገ ሰብ ዘይብሉ ክነብር ኣብ ዘይክእለሉ ኩነታት መጺኡ ኣሎ። ስለዚ እቲ ውሽጢ ዘሎን ኣብ ደገን ዘሎን ዓቕሚ ክተመጣጥን ከለኻ እቲ ብደገ ዘሎ ዝያዳ ፊናንሳዊ ዓቕሚ ኣለዎ፣ ዝያዳ ፍልጠት ኣለዎ፣ ፍልጠት ከኣ ዓቢ ጸጋ እዩ። ካብኡ ንላዕሊ እዚ ብደገ ዘሎ ተዛማዲ ናጽነት ኣለዎ። ንሕና ተኣኪብና እዚ ኣብ ኣስመራ ወይ ኣብ ከረን ወይ ኣብ መንደፈራ ዓዲቐይሕ ክንገብሮ ይኸእል ኢና። ባጽዕ ክንገብሮ ንኸእል ኢና። ኣብ ደገ ኮይንና ጥራሕ ኢና ተኣኪብና ኢሂን ምሂን ክንብል ንኸእል። እዚ መሰል እዚ እውን የብሉን። ስለዚ ነዚ ብልጫታት እዚ ተጠቒሙ ህዝቢ ደገ ዘሎ ኣብቲ ክካየድ ዝግብኦ መስርሕ ደሞክራሲያዊ ምስግጋር ግቡእ እጃም ከበርክት ይኽእል፣ ከቀላጥፍ ይኽእል፣ ክምልእ ይኽእል፣ ክድግፍ ይኽእል፣ ክትክእ እንድሕር ይሓስብ ኮይኑ ኣንፈቱ ስሒቱ ኣሎ ማለት እዩ። ምኽንያቱ እቲ መሰረታዊ ሓይሊ ህዝቢ ኤርትራ ኣብ ውሽጡ ዘሎ ሓይሊ እዩ። ዝበዝሕ ህዝቢ ኣብ ውሽጡ ኣሎ። ድሩብ ኮይኑ እምበር መንግስቲ ኣሎ፣ ስርዓት ኣሎ፣ ሲቪላዊ ኣገልግሎት ኣሎ፣ ሰራዊት ኣሎ፣ ህዝቢ ኣሎ። ብቀዳምነት ግዳይ ናይቲ ጨፍላቒ ፖሊሲታት ናይ ስርዓት ኮይኑ ዘሎ ከኣ እቲ ኣብ ውሽጡ ዘሎ ህዝቢ እዩ። ስለዚ ጭኮና ክሳብ ዘሎ ተቓውሞ ኣሎ። እቲ ተቓውሞ ግን ብጉድ ክካየድ ኣይክእልን እዩ። ምክንያቱ ብሒም ዝበለ ይተሓጎም እዩ። ብጥርጠራ ጥራይ ተኣሲርካ ብድሕሪኡ ካባኻ ዝስማዕ የለ ብዛዕባኻ ዝስማዕ የለ ተወዲኡ ማለት እዩ። ስለዚ ነዚ ዓቕሚ እዚ ነዚ ተዛማዲ ዓቕሚ እዚ ኣወሃሂዱ ምስ ዝንቀሳቐስ ኣብቲ ዝካየድ ወይ ዝድል ደሞክራሲያዊ ለውጢ ንምምጻእ ዓቢ፣ ኣገዳሲ፣ ኣቃላጣፊ እጃም ከበርክት ይኽእል እዩ ዝብል እምነት ኣለኒ። ከምኡ ከበርክት ግን ንጻዕርታቱ ዘድምዕ መኣዝን ከትሕዝ ክኽእል ኣለዎ። ሕጂ ከም ኣብነታት ሓደ ሓደ ክግበር ዝከኣል ክጠቅስ እየ። ከም ኣብነታት እዩ ካልእ ክንውስኽ ንኽእል ኢና። ሓደ ቀዳምነታቱ ምስራዕ እዚ ኣብ ዳያስፖራ ዘሎ ፖለቲካዊ ተቓውሞ መብዝሕትኡ ግዜ እንተ ርኢና ኣብ ሓድሕዳዊ ቁርቁስ እዩ። ቆየቋ፣ ጸለመ ወዘተ ካብዚ ተጋላጊሉ ግን ቀዳምነታቱ ኣለልዩ ብምስራዕ ስሩዕ ምስግጋር ናብ ደሞክራሲያዊ ስርዓት ንምቅልጣፍ ንህዝብና ከኣ ካብቲ ወሪድዎ ዘሎ ኣደራዕ ሓሳረ መከራ ኣብ ምውጻእ ኣቃላጣፊ ተራ ክጻወት ምኸኣለ ግን ቀዳምነታቱ ክሰርዕ ኣለዎ። እቲ ዘሕዝን ዋላ እንድሕሪ ርኢኻዮ እቲ መብዝሕትኡ እቲ ዓቕሚ ወይ ጻዕሪ ናይቲ ብዝተፈላለየ መድባት ከም ተቓውሞ ኮይኑ ዘሎ እቲ ኣብ ንሓድሕዱ ዝገብሮ ቆይቂ ካብቲ ንጣር ስርዓት ዝገብሮ ቃልሲ ዝያዳ ዓቕሚ ከምኸኑ ስለዚ ኣብ ክንዲ እቲ ኣብ ውሽጣዊ ቆይቋ ኣብ ምጽልላም ኣብ ዘየድሊ ፋይዳ ዘይብሉ ፖለቲካዊ ቁሩቁስ ዝኣቱ ዓቕምታቱ ኣወሃሂዱ ኣንጻር'ቲ ደመኛ ጸላኢ ህዝቢ ኤርትራ ኮይኑ ዘሎ ስርዓት፣ ንኤርትራ ናብ ህዝባ ክነብረላ ዘይክእል ምድራዊት ሲኦል ቀይሩዋ ዘሎ ስርዓት ከቕንዕ ክኽእል ኣለዎ። ቀዳምነት ነታ ሃገር ካብዚ ስርዓትዚ ምድሓን ክኸውን ኣለዎ። ካልኣይ ሃገርን ህዝብን ፈላልዩ ክርኢ ክኽእል ኣለዎ። ሃገረ ኤርትራ ክበሃል ናይ ኩላትና እዩ። ሃገር ሓፈሻዊ ኣምር እዩ። ሃገር ማለት ህዝቢ ህዝቢ ኤርትራ የጠቓልል፣ መሬት ኤርትራ የጠቓልል። እቲ መንግስቲ እውን ኣካል ናይ ሃገረ ኤርትራ እዩ። ተቓውሞ እውን ኣካል ናይ ሃገረ ኤርትራ እዩ። ስለዚ ተቓውሞ ነቲ መንግስቲ ወይ ነቲ ስርዓት ካብቲ ሃገርን ህዝብን ነጺሉ ክርኢ ክኽእል ኣለዎ። ከምኡ እንድሕር ገይሩ ከኣ ንረብሓ ሃገር ንረብሓ ህዝቢ ንድሕነት ሃገር ንድሕነት ህዝቢ ንሉኣላውነት ሃገር ንሉኣላውነት ህዝቢ ንምሉእነት መሬት ኤርትራ ክቃለስ ይኽእል ነቲ ስርዓት ከኣ ነጺሉ ከጥቅዕ ከቃልዕ ከዳኽም ይኽእል ማለት እዩ እቲ ሳልሳይ ኣብ ሃገርና ደሞክራሲያዊ ምስግጋር ንምቅልጣፍ ኣብ ናይ ሓባር መረዳእታ ዘመናዊ ታሪኽና ኣመዓባብላ ኤርትራ ከምቲ ዓንተቦይ ዝገልጾ ዝነበርኩ ኣብ ናይ ሓባር ግንዛቤ ብዛዕባ ህሉው ኩነታት ኤርትራ እቲ ጭቡጥ ኩነታት ኣብ መሬት እንታይ ይመስል ከምኡውን ኣብ ሓባር ወይ ሓባራዊ ራእይ ብዛዕባ እታ እንደልያ መጻኢት ኤርትራ እንታይ ትመስል ኤርትራ ኢና ንደሊ እዛ ድሕሪ ናጽነት ዝመጸት ኤርትራ ኣይማእማዕትናን ንመብዝሕቲ ህዝቢ ኤርትራ ኣይማእማዕቶን ምናልባት ንውሑዳት ገነት ኣብ መሬት ትህሉ ትኸውን ንመብዝሕቱ ህዝቢ ኤርትራ ግን ገሃነም ኣብ መሬት ኮይና ኣላ ስለዚ እታ ትመጽእ ኤርትራስ እንታይ ዓይነት ክትከውን ኢና ንደልያ እንታይ ዓይነት ስእሊ ክንሕዛ ኣለና ኢልና እውን ክንዘራረብ ኣገዳሲ ኮይኑ ይስማዓኒ ነታ ዓይነት ኤርትራ እቲኣ ንምምጻእ እንድሕር ደሊና ከኣ እንታይ ዓይነት መሰጋገሪ መስርሕ ክካየድ ኣለዎ፣ እቲ መሰጋገሪ መስርሕ ክንደይ ክኸውን ኣለዎ ዕሙሩ፣ ትቃውማ ናይቲ ስርዓት ኣብቲ መሰጋገሪ መድረኽ እንታይ ክኸውን ኣለዎ፣ ፈራዲ ኣካል፣ ፈጻሚ ኣካል፣ ተሓጋጊ ኣካል ከመይ ክኸውን ኣለዎ፣ ከመይ ገይሩ'ኸ ስልጣን ናብ ህዝቢ ንምርካብ ደሞክራሲያዊ ስርዓት ናብ ምትካል ይሰጋገር። እዚ ጉዳያት እዚ ክዝረበሉ ዘለዎ ኮይኑ ይስመዓኒ። እዞም ከዓ እንተበይ ዝበልኩዎ ጭቆና ኣብ ዘለወሉ ተቃውሞ እውን ኣሎ። እዚ መጎታዊ ምትእስሳር ጭቆናን ተቃውሞን ታሪክ ዘረጋግፆ ሓቂ ስለዝኾነ ኣብዚ ብዙሕ ዘካትዓና ነገር ኣይኮነን። ስለዚ ነቲ ኣብ ውሽጢ ሃገር ብስቱር ዝካየድ ቃልሲ ዘደንፍዕ ስራሕ፣ ዝሕግዝ ስራሕ፣ ዝሕይል ስራሕ ክስራሕ ኣለዎ ዝብል ደገ ዘለዎ ማለት እዩ። ከምኡ ምስ ዝገብር ምጽኣት ደሞክራሲያዊ ስርዓት ኣብ ኤርትራ ከቃላጥፍ ይኽእል። እቲ ሻዱሻይ ድማ ኤርትራ ንእሽተይ ሃገር፣ ድኻ፣ ድሕርቲ፣ ድኽምቲ እያ። ኣምካን ከምዚ ዝኣመሰለት ድኻን ድሕርትን ድኽምትን ሃገር ሲ እተን ሓያላት ዝብሃላ ከማን በይነን ከም ደሴት ክነብራ ኣይክእላን እየን። እዚ ዘለናዮ መዋእል መዋእል ዓውላምነ ዓውላ ዓውላ ዓብላዋም ይባት ዓብላማነት ይበሃል ወይ ግሎባሊዝም ይበሃል ኣት ሴም ታይም ከዓ መዋእል ናይ ሬጂናሊዝም ሕጂ ኣነ እቲ ዝቕመጠሉ ዞባ ዩሮፕያን ዩኒየን ኣሎ ዩሮፕያን ዩኒየን ኤውሮፓዊ ሕብረት ዳርጋ ድሕሪ ካልኣይ ኩናት ዓለም ንዝነውሐ መዋእል ኣብ ታሪኹም ብሰላም ነቢሮም ሓደ ገደብ ዘይብሉ ሰፊሕ ውሽጣዊ ዕዳጋ ፈጢሮም ካብ ዶብ ፖላንድ ክሳብ ዶብ ፖርቹጋል ወይ ስጳኛ ክሳብ ጂብራልታር ከኣ ሰብ ብኣይዲ ካርድ ጥራይ ብወረቐት መንነት ጥራይ ዝንቀሳቐስ ናጽነት ነቲ ዜጋ ፈጢሮም። እቲ ዝዓበየ ግን እቲ ፈጢርዎ ዘሎ ቁጠባዊ ረብሓ እዩ፣ እቲ ኢኮኖሚስ ኦፍ ስኬል፣ ውሽጣዊ ዕዳጋ ምፍጣሮም፣ ሰላም ምርጋጾም። እዚ ከም ኣብነት ኣብዚ እውን ናፍታ ኣሎ፣ ምናልባት ምቅያራት ጉምሩክ እውን ንሪኦ ቀስ ኢልና። ኣብቲ ናትና ዞባ እንድሕር ርኢና እውን ኢጋድ ኣሎ። ውድብ ሓድነት ኣፍሪቃ ኣሎ፣ እተን ረጅናል ኢኮኖሚክ ኮሚኒቲ ዝበሃላ ኣለዋ፣ ኢጋድ፣ EAC፣ ኤኮዋስ፣ ሳደክ፣ እዚኣተን ኩላተን ኣለዋ፣ ኣፍሪቃውን። ስለዚ ክንሪኦ ከለና እዛ ዓለም ናብ ረጅናሊዝም እንታይ ማለት እዩ ናብ ሓድሽ ዝምድና ናይ ፖለቲካዊ ምትሕግጋዝን ቁጠባዊ ምውሃድን ገጹ ይኸይድ ኣሎ። ናብ ኩልኻ ብሓባር ትረብሓሉ ዓይነት ስርርዕ ናይ ዞባውን ኣህጉራውን ሂወት ክመጽእ ኣሎ ማለት እዩ። ኤርትራ እውን በይና ተነጺላ ከም ደሴት ትነብር ሃገር ስለ ዘይኮነት፣ ምስ ዞባና ምዕሩይ ዝኾነ ዝምድናታት ፈጢርካ፣ ውሽጣዊ መሰል ሃገራዊ መሰላትና፣ ሉኣላውነትና፣ ምሉእነት መሬትና ዘውሕስ ኮይኑ ምስ ጎረባብትና ናይ ብሓቂ ንኹላትና ዘርብሕ ዝምድናታት ምፍጣር ኣገዳሲ ይኸውን። ተመላላእነት ኣሎ፣ ቁጠባዊ ተመላላእነት ኣሎ፣ ናይ ሓባር ስትራተጂያዊ ረብሓ፣ ናይ ፀጥታ፣ ናይ ድሕነት፣ ናይ ብዙሕ ነገራት ኣብዚ እዋን እዚ ብዙሕ ጂኦፖለቲካዊ ኩነታት ናይቲ ሃገርና ምናልባት ፅንሕ ኢለ ክዛረበሉ እየ። እዚ ኩሉ እንታይ እንታይ ይሕብረና? ኤርትራ በይናስ ተነጺላ ክትነብር ኣይትኽእልን እያ። በይና ክርህዋ ኣይክእልን እዩ። ስለዚ ኣብቲ ዞባና እውን ከምቲ እቲ ካልእ ክፋላት ናይ ዓለም ናብ ሓድሽ ዝምድናታት ኣብ ጽቡቕ ጉርብትናን ኣብ ፖለቲካዊ ምትሕጋዝን ኣብ ቁጠባዊ ምውህሃድን ዝተመርኮሰ ዞባዊ ስርርዕ ክትኣቱ ተራኣ ክትጻወት ኣገዳሲ ይኸውን። ስለዚ እዚ ኣንፈት እዚ ነዚ ኣንፈት እዚ ሒዙ ወይ እዚ መኣዝን እዚ ሒዙ ምስ ዝንቀሳቐስ እቲ ኤርትራዊ ፕሮደሞክራስያዊ ምንቅስቓስ ኣብ ዳያስፖራ ወይ ኣብ ወጻኢ ዓቕምታቱ ኣወሃሂዱ ደሞክራሲያዊ ለውጢ ኣብ ውሽጢ ሃገር ንምቅልጣፍ ኮነ ኣብቲ ዝስዕብ መስርሕ ምውዳድ ደሞክራሲያዊ መንግስትን ዳግመ ህንፀት ሃገርን ዕድመ እጃም ንኽፃወት ወይ ንኸበርክት ጥጡሕ ባይታ ክፈጥር ምኸኣለ ዝብል እምነት ኣለኒ ኣነ። ሕጂ ምናልባት ከይነውሐ ጂኦፖለቲካዊ ወይ ጂኦፖለቲካዊ ከባቢ ሃገርና ንሕቲ ጂኦፖለቲካዊ ከባቢ ናይቲ ሃገርና እንድሕር ርኢናዮ ቀርኒ ኣፍሪቃን ጋብላ ቀይሕ ባሕሪ ጋብላ ዝብሎ ተኾኑ ኣፍሪካ እንደ ሬድሲ ቤዝን ማለት እዩ እቲ ጋብላ ዝብሎ ምናልባት ካብ ዝሓሸቃል መሰኸሩ ብሉፅ ስትራቴጂያዊ ኣቀማምጣ ዝሓዘ ግን ከዓ ሓደ ብኲናትን ቀፃሊ ህውከትን ዝተረመሰ እዩ ካልኣይ ብክቱር ድኽነት ዝሳቐ ዞባ እዩ። ሳልሳይ ብርኡይ ጉድለት ደሞክራሲያዊ ምሕደራ ወይ ደሞክራቲክ ደፍስት ዘለዎ እዩ። እቲ ራብዓይ ከኣ ብኣመና ድኹማት መንግስታት ዝልለ እዩ። ይኹን እምበር ፍሉይ ኣገዳስነት ወይ ፍሉይ ስትራተጂያዊ ኣገዳስነት ስለዘለዎ ከኣ ኣህጉራውን ዞባውን ቆላሕታ ዝስሕብ ዞባ እዩ። ሕጂ በብሓደ እተን ሃገራት ተሪእናየን ንኣብነት ጅቡቲ ንርኣያ። መደበር ወተሃደራውን ባሕራውን ሓይልታት ናይተን ቀንዲ እዚ ብስም ጸረ ሽበራ ዝበሃል ቡሽ ናይ ቀደም ናይ ቅድሚ ቅድሚ ፕረዚደንት ኦባማ ዝነበረ ፕረዚደንት ቡሽ ዘበገሶ መደበር ናቱ ኮይና ኣላ። ኣብዚ ኩነት ኣለኹ ትብል ሓይሊ ኣለኒ ትብል ሃገር ኣብ ጅቡቲ መደበር ዘይብላ የላን መደበር ሓይሊ ባሕሪ መደበር ሰራዊት ጃፓን ቻይና ከይተረፈ ኢንቪድዩ ዋላ ጀርመን ከይተረፈ እዚኤን ብምልእን ክሳይ ገብራ ኣለዋ ማለት እዩ ስለዚ ጅቡቲ እዚ መደበር ሓይሊ ባሕሪ ናይ ዝተፈላለያ መንግስታት ኮይና ኣላ ኤርትራ ሃገርና እንድሕር ሪእናያ ምናልባት እታ ብኣሬመናዊ ምልኪ ህዝባ ክነብረላ ናብ ዘይክእል ምድራዊ ሲኦል ተቐይራ ዘላ ሃገር እያ። ምናልባት ህዝብና ኣነ ብኣጋጣሚ ብስራሐይ ብሞያዊ ስራሐይ ዘይረገጽኩዋ ሃገር ናይ ኣፍሪቃ የላን። ናይ ብሓቂ ክሪኦ ከለኹ ከም ህዝብና ጾሙ ዝሓድር ህዝቢ ካብ ኣፍሪቃ የለን ዝኾነ ህዝቢ ዋላ እቲ ዝደኸየ ዝበሃል ድራር እረቱ ዝድፈን ወይ መብዝሕትኡ ናቱ ትጽቢት ካብ ኣብ ደገ ዘሎ ቤተሰቡ ዝኾነ ህዝቢ የለን። ከም ህዝብና ዝተበደለ ህዝቢ የለን። ከምዚ ኣረሜናዊ ስርዓት እዚ ናይ ብሓቂ ኮነ ኢሉ ንህዝቢ ኣብ ጸበባን መከራን ክእቱ ዝሰርሕ ስርዓት ይትረፍ ዶ ሎሚ ኣብ ኣፍሪቃ ኣብ ታሪኽን ኣነ ተራእዩ ዝፈልጥ ኣይመስለንን። እታ ዓባይ ሃገር ናብቲ ዞባና ኢትዮጵያ ኢትዮጵያ እውን እንተኾነ ኣብ ትሕቲ ኩነተ ህፁፅ ኣዋጅ እትመሓደር ዘላ ሃገር እያ። ኬንያ ምናልባት ብተዘማዲ ርግኣት እትልለ ቁጠባዊ ርእሲ ሓያል ወይ ኤኮኖሚክ ፓወር ሃውስ ናይቲ ዞባ ክትበሃል ትከኣል እያ። ኬንያ ንርእሳ ብቀቢላዊ ፖለቲካን ብብልሽውናን ዝተሓመሰት ሃገር እያ። ግን እታ ሓንቲ ጽብቕቲ ዘላቶም ኬንያውያን ሰሪቖም ሰራሪቖም ገንዘቦም ኣብ ውሽጢ ዓዶም እዮም ኢንቨስት ዝገብርዎ፣ ሽቕለት ፈጥሩ፣ ሃብቲ ፈጥሩ፣ ብተዛማዲ ከኣ ነቲ ህዝቢ ከኣ ሰሪሑ ከም ዝበልዕ ብፍላይ እቲ ኢንፎርማል ኢኮኖሚ ዝበሃል ኢንፎርማል ሰክተር ናይቲ ቁጠባ ኣጸቢቑ ሓያል እዩ። ዋላ ኣብቲ ኣብተን ሻውላት እንድሕር ዝዓበየ ሻውል ኣብ ኣፍሪቃ ኣብ ኬንያ ኣሎ ኪቤራ ዝበሃል እንድሕር ናይሮቢ ርኪብ ኣለኹም ዋላ ኣብኡ እውን ሲ ሰብ ሰሪሑ ሸቂሉ መጺኡ ፍርቂ ርብዒ ሽጉርቲ ገዚኡ ርብዒ ፍርቂ ኮመደረ ገዚኡ ባኒ ሓንቲ ወይ ዋላ ፍርቂ ባኒ ገዚኡ ኣብቲ ክስታን ክነብር ይኽእል ኣብ ዓድናኹም የለን ሕጂ ምስዞም ኣብቲ ቀረባ ካብ ኣስመራ ዝመጹ ሰባት ከዕልሉ እንከለዉ ሽጉርቲስ ንኪሎ ቴስዓ ናቕፋ ኮይኑ ኮመደረ ንኪሎ ሰማንያ ናቕፋ ኮይኑ ሓንቲ ንእሽተይ ዘንቢል መሊእካ ሹቕ ከድካ ዘንቢል መሊእካ ትመጽእሲ ልዕሊ ኣርባዕተ ሽሕ ናቕፋ በዚ ዘሎ መጠነ ሸርፊ በቲ ወግዓዊ እንድሕሪ ተሚንናዮ ዋላ በቲ ናይ ጸሊም ዕዳጋ ወይ ፓራለል ማርኬት ዝበሃል እንድሕሪ ተሚንናዮ ብ ዓሰርተ ሓሙሽተ ወይ ዕስራ እንድሕር መቒልኩሞ ትግምቱ ሓንቲ ዘንቢል ዝመልእ ኣስቤዛ ክዕድገካ ዘይክእል ኮይኑ ኣሎ ማለት እዩ። ካልእ ምናልባት ሶማልያ ተርእና ኣብ ውሽጣዊ ቅልውላው ዝተረመሰት ብግዳማዊ ወተሃደራዊ ምትእትታዋት ሓድነታ ዝተዘርገ መላእ መሬት ሃገራ ሃገሩ ብዘይቆጻጸር ስማዊ ስርዓት ትመሓደር ዘላ ሃገር እያ። ሕጽር ዝበለ ናይ ብጋህዲ ሶማልያ ሎሚ ናብ ዝተፈላለዩ ወተሃደራዊ ዞባታት ተማቒላ ኩሎም ጎረባብቲ ሃገራት ህላወ ኣለዎ ናብ ወተሃደራዊ ህላወ ኢትዮጵያ ኣለዋ ኬንያ ኣለዋ ጅቡቲ ከይተረፈ ኣለዋ ዩጋንዳ ብሩንዲ ስለዚ እቲ ሃገር ኣብ ቀፃሊ ኩናት ሓድሕድ፣ ኣብ ቀፃሊ ግዳማዊ ምትእትታው፣ ኣብ ቀፃሊ ስእነት ናይ ሓደ ማእከላይ መንግስቲ እቲ ህዝቢ ኣብ ሓሰረ መከራ ኣሎ ማለት እዩ። ደቡብ ሱዳን ድሕሪ ርኢናዮ ከኣ ኣብ ባርዕ ናይ ሓድሕዳዊ ምቅትታል ጥሒላ ኣላ ማለት እዩ። ዲንካ፣ ኑዌር፣ ሓድሕዶም እተን ካልኦት ንኣሽቱ ቀባይል ከኣ ምሕዝነት ምስ ሓደ ወይ ምስቲ ሓደ ናይ ብሓቂ ምቅትታል ኣሎ። ኪሊንግ ፊልድ ዝበሃል ኣብኡ ኢኻ ትሪኦ። ማሕረድቲ እዩ ዘሎ እቲ ሃገር። ናይ ብሓቂ የሕዝን። ዋላ እዚ ኣህጉራዊ ኮም ሕጂ UN ማንዴት ዶ ሞግዚትነት ናይ ሕቡራት ሃገራት ዶ ክንገብር ገለ ዝብል ሓሳባት እውን ኣሎ። ሱዳን ንገዛእ ርእሳ ኣብ ትሕቲ ጥሩፍ እስላማዊ ስርዓት ሓድነት ህዝባ ዝተዘርገ፣ ብቐጻሊ ኲናታት ሓድሕድን ማሕበራዊ ህውከትን እትሕመስ ዘላ ሃገር እያ። ኩላህና ንፈልጦ ዳርፉር፣ ደቡብ ኮርዶፋን፣ ብሉ ናይል፣ ጎቦታት ኑብያ፣ ምብራቓዊ ዞባ ሱዳን፣ እዚ ኩሉ ኣብ ቀጻሊ ህውከት ወይ ኣብ ርሱን ኲናት ወይ ኣብ ድሕሪ ኲናት ኣሎ ማለት እዩ። ዩጋንዳ ንርእሳ ብትሑት ደረጃ ብረታዊ ተቓውሞ ወይ እንታይ ኢኻ ትብሎ ሎው ለቨል ኣርምድ ሪቤልየን ዝካየደላ ግን ኣብተ ብተዛማዲ ስርዓት ሕጂ ደኣ እቲ በጫቕ እንዳበለ ናብ በዓል ካምፓላን ኤንተበን መጽኣ ኣሎ እምበር ክሳብ ሕጂ ብተዛማዲ ኣብ ተዛማዲ ርግኣት ዝጸንሐት እያ የመን ስግር ባሕሪ የመን ምሳና ጎረቤት ሃገር እዩ ብኲናት ሓድሕድን ግዳማዊ ምትእትታውን እናዓነወት፣ ህዝባ ኣብ ትሕቲ ብዘየቋርጽ ባርዕ ናይ ቦምባታት ዝቕዘፍ ዘሎ ሃገር'ዩ። ሕማቕ ኣጋጣሚ ኮይኑ ከኣ እዚ ዘሎ ስርዓት ከም እንታይ'ሞ ክትብሎ ከም ንናቱ ረብሓ ክብል ኣብ ዘየድልዮ ኲናት ንዓና ብዘይምልከት፣ ምስ ናይ ብሓቂ ዓሚቑን ሰፊሕን ታሪኻዊ ምትእስሳር ዘለዎ ጎረቤት ሃገር የባእሰና ኣሎ ማለት እዩ። ኣብ ከምዚ ኩነታት እንታይ ክንጽበ ንኽእል ካብቲ ዞባን ካብቲ ሃገር ካብ ዓለምን? ኣነ ዘምጽኦ ዘለኹ ንምንታይ እዩ ንሕና ለውጢ ከነምጽእ እንድሕር ኮይንና ትጽቢትና ኣብ ገዛእ ርእስና ክኸውን ክኽእል ኣሎ ኣብ ምብርባር ዓቕምና ምብርባር ዓቕሚ ህዝብና ኣብ ውሽጥን ኣብ ደገን መኣዝና ሒዝና ክንቃለስ ክንክእል ኣለና። ከምኡ ምስ እንገብር ጥራሕ እዩ ንሕና ኣብቲ እንደልዮ ዕላማ ክንበጽሕ ንኽእል። ማነ ከየምሃልኩ በዚ ሓጺር መእተዊ እዚ እቲ ዕድል ንክትዕ ሕቶን ርእይቶን ክትገድፎ እመርጽ ጽኒትኩም ስለ ዝሰማዕኩምኒ ከዓ ካብ ልቢ ኣመስግን